ግብጺ ኣብ ኤርትራ ጨንፈር ዩኒቨርሲቲ ካይሮ ንምኽፋት ዘኽእል መደብ ከም ዘጽደቐት ዝገለጹ ዜናታት ወጺኦም ይርከቡ። እዚ ስጉምቲ'ዚ ነቲ ኣብ መንጎ ኤርትራን ግብጽን ዘሎ ኣካዳምያዊ ምትሕብባር ንምሕያልን ትካላዊ ላዕለዋይ ትምህርቲ ግብጺ ኣብ ኣፍሪቃ ንዘለዎ ግደ ንምስፋሕን ዝዓለመ ምዃኑ ተገሊጹ። እቲ ውሳነ ብሚኒስተር ላዕለዋይ ደረጃ ትምህርትን ሳይነሳዊ ምርምርን ግብጺ ዶክተር ዓብደልዓዚዝ ቆንሶ ኣብ ዝተመርሐ ስሩዕ ኣኼባ ላዕለዋይ ቤት ምኽሪ ዩኒቨርሲታት ግብጺ ከምዝጸደቐ ተሓቢሩ። እዚ ጨንፈር'ዚ ኣብ ኤርትራ ብፍላይ ኣብ ኣስመራ ምኽፋቱ ንተምሃሮ ዩኒቨርሲቲ ሓደስቲ ናይ ትምህርቲ ዕድላትን ዓለም ለኻዊ ደረጃ ዘለዎም ኣካዳምያዊ ስልጠናታትን ክፈጥር ትጽቢት ይግበረሉ። ኣብቲ ኣኼባ ከምዝተገልጸ እዚ መደብ እዚ ኣካል ናይቲ ግብጺ ምስ ሃገራት ኣፍሪቃ ዘለዋ ዝምድናታት ንምዕባይን ንምስፋሕን እተካይዶ ዘሎ ስትራተጂካዊ ስትራተጂካዊ ምንቅስቓስ እዩ። ብተወሳኺ እቲ ቤት ምኽሪ ኣብ ኩለን ዩኒቨርሲቲታት ግብፂ ዲጂታላዊ ለውጥን ምምሕዳራዊ ቅልጣፈ ንምምፃእ ዘኽእል ፈፃሚት ኮሚቴ እውን ኣጣይሹ ይርከብ። እዚ ኣብ መንጎ ኤርትራን ግብፂ ዝተጀመረ ናይ ትምህርቲ ምትሕብባር ድሕሪ እቲ ኣብ ዝሓለፈ ቀረባ ግዝያት ብደረጃ ሚኒስትሪ ወፃኢ ጉዳያት መጓዓዝያን ክልቲኤን ሃገራት ዝተኻየደ ናይ ስራሕ ምብፃሕን ስምምዓትን ዝሰዓበ እዩ።

ኣፈወርቂ ኣብ ዝልኣኾ መልእኽቲ፣ ኤርትራ ንሱዳናውያን ስደተኛታት ንምቕባል ማዕጾኣ ብምኽፋት ኣብ ክሊ ዞባዊ ሰላም ን እተካይዶ ዘላ ጻዕርታት ዘለዎ ናእዳ ገሊጹ። ኣብቲ ኣብ ኣስመራ ዝተኻየደ ጽምብል ናጽነት እውን ላዕለዎት ሰበ ስልጣን ዲፕሎማሰኛታት ሱዳን ዝተሳተፉ ክኾኑ ከለው እቲ ርክብ ካብ ፖለቲካዊ ዝልዓለ ታሪካዊ ስምዒት ከምዘለዎ ተገሊጹ። ኣብቲ ስታድየም ኣስመራ ዝተኻየደ ጽምብል'ውን ሓንቲ ሱዳናዊት ደራፊት ብምቕራብ ነቲ ናይ ነዊሕ ዓመታት ናይ ደም ምትእስሳር ክልቲኡ ህዝብታት ዝገልጽ ደርፊ ምቕራባ ይዝከር። ብተወሳኺ ነቲ ሰላማዊ ርክብ ክልቲኤን ሃገራት ዝያዳ ንምሕያል ኩባንያ መንገዲ ኣየር ባድር ካብ ሱዳን ናብ ኣስመራ ቀጥታዊ በረራ ብወግዓዊ ጀሚሩ እዩ። እዚ ስጉምቲ'ዚ ኣብ መንጎ ክልቲኡ ኣሕዋት ምትእትታዋት ዘሎ ናይ ንግዳዊ ማሕበር ርክብ ንምጥንኻር ዓብይ ተራ ከምዝፃወት እውን ተሓቢሩ። መንግስቲ ሱዳን ኣብ መወዳእታ ኣብ ዘመሓላለፎ መልእኽቲ፣ ኤርትራ ንሰላምን ምርግጋእን ሱዳን እትፃወቶ ዘላ ሚዛናዊ ተራ ዘይርሳዕ ታሪካዊ ምዃኑ ኣስሚሩሉ። ግብጺ ካብ ቀይሕ ባሕሪ ወጻኢ ሃገራት ኣብቲ ዞባ ምትእትታው ትነጽጎ። ግብጺ ኣብ ቀይሕ ባሕሪ ወጻኢ ዝኾና ሃገራት ኣብ ቀይሕ ባሕርን ወሽመጥ ዓደንን ዝምልከት ጸጥታውን ፖለቲካውን ምስታፍ ምትእትታዋትን ተቐባልነት ከም ዘይብሉ ትገልጽ። ናዚ መርገጺ ሚኒስተር ጉዳያት ወጻኢ ግብጺ ባድር ዓብድላቲ ኣብ ካይሮ ምስ ቀዳማይ ሚኒስተር የመንን ሚኒስተር ጉዳያት ወጻኢን ሻያ ኣልዚንዳኒ ኣብ ዘካየዶ ዘተ ከም ኣካል ናይቲ ታሽዓይ ዙር ስትራተጂካዊ ዘተ ግብጽን የመንን ገሊጹ። ሚኒስተር ጉዳያት ወጻኢ ግብጺ ኣብ ዘውጽኦ መግለጺ፣ ግብጺ ንሓድነት ግዝኣታዊ ውህደት የመን፣ ንኣህግራዊ ኣፍልጦ ዘለዎ መንግስትን መንግስታውያን ትካላት የመን ከም እትድግፍ ደጊሙ ኣረጋጊጹ። እቲ ዘተ ብተወሳኺ ዘባዊ ወጥሪ እናዓበየ ኣብ ዝኸደሉ ዘሎ እዋን ኣብ ቀይሕ ባሕርን ወሽመጥ ዓደንን ኣብ ድሕንነት ባሕሪ ዘተኮረ ምንባሩ ጸብጻባት ሚድል ኢስት ይሕብሩ። ዓብዱልኣቲ ሃገሩ ንቀይሕ ባሕርን ወሽመጥ ዓደንን ኣህግራዊ ወይ ወተሃደራዊ ንምግባር ዝዓለመ ፈተነታት ተቐባልነት ከም ዘይብሉ ከም እውን ካይሮ ምስ ክልቲኡ መስመራት ማይ ዝተኣሳሰር ምድላዋት ካብ ገማግም ባሕሪ ዘይኮና ሃገራት ተሳትፎ ከም ዘይቅበል ኣስሚርሉ። ናዚ ዞባ ናይ ምውሓስን ናይ ምምሕዳርን ሓላፍነት ናይተን ምስ ቀይሕ ባሕሪ ዝዳበዋ ሃገራት ዓረብን ኣፍሪቃን ጥራይ ምዃኑ ኣተሓሳሲቡ። በዚ መንጽር ከኣ ዓብድልዓቲ ምስ ቀይሕ ባሕርን ወሽመጥ ዓደንን ዝዳወባ ቤት ምኽሪ ሃገራት ዓረብን ኣፍሪቃን ዝተኣሳሰሩ ኣገባባት ንምንቅስቓስ ቀላጠፍ ጸዊዑ። ኣብ መጀመርታ ናይዚ ወርሒ ኣብ ኣስመራ ኣብ መንጎ ኤርትራን ግብጽን ኣብ ዝተኻየደ ዘተ ተመሳሳሊ መርገጺ ከም ዝወሰደ ዝዝከር'ዩ። ኢምራት ዓረብ ኣብ ሱዳን ንዝዋግኡ ዘለዉ ዕሱባት ተሓላለፊት ምዃና ምርመራ ትካላት ተሓላቒ ሰብኣዊ መሰላት ከሲሱ። ኮሎምብያውያን ዕሱባት ብሓደ ኣብ ሕቡራት ኢምራት ዓረብ ዝመደበሩ ኩባንያ ተመልሚሎም ኣብ ሱዳን ግፍዒ ብምፍጻም ንዝኽሰሱ ሓይልታት ቅልጡፍ ደገፍ ንምድጋፍ ብወተሃደራዊ መዓስከራት ኢምራት ኣቢሎም ከምዝሓለፉ መርበብ ትካላት ተሓላቒ ሰብኣዊ መሰላት ከሲሱ። እዚ ሓድሽ ርኽበታት ሁማን ራይትስ ዎች፣ ኢምራት ዓረብ ኣብ እዋን ኩናት ሓድሕድ ሱዳን ብገበን ኩናት ዝተኸሰሰ ቅልጡፍ ደገፍ ከም እትድግፍ ክቐርብ ንዝጸንሐ ክስታት ተወሳኺ መርትዖ ዝህብ ምዃኑ ተገሊጹ። ሁማን ራይትስ ዎች ካብ መጋቢት ክሳብ መስከረም ክልተ ሽሕን ዕስራን ሓሙሽተን ምስ ኮሎምብያውያን ዕሱባት ብዝተገበረ ቃለ መሕተት ከምኡ'ውን ኣብ ቪድዮታት ምስልታት ቀንዲ ቦታታት ኣጽዋርን ዘለልዩ ጽሑፋት ማሕበራዊ መራኸቢታት ብምትንታን ነዚ ሓድሽ ጸብጻብ ዘርጊሑዎ። ወሲኹ እቶም ዕሱባት ቅድሚ ናብ ዳርፉር ምኻዶም መዓርፎ ነፈርቲ ኢምራት ዓረብ፣ ሊብያ፣ ጫድን ሶማልያን ከም መተሓላለፊ መስመራት ይጥቀሙ ከም ዝነበሩ ይገልጽ። ሓደ ዕሱብ ነቲ ትካል ኣብ ዝሃቦ ቃል፣ ኣብ ፓስፖርትና ማሕተብ ኣይገብሩልናን ብምባል ብኣቡዳቢ ኣቢሉ ከም ዝተጓዓዘ ኣመልኪቱ። መርመራታት እቲ ተሓላቒ መሰላት፣ ንኣባላት ሰራዊት ኮሎምብያ ንዝነበረው ዒለማ ዝገበረ ስራሕ ፈተነ ሰብ ኣልቦ ነፈርቲ ኣብ ኣፍሪቃ ዝምልከት መወዓውዒታት ዝዝርጋሕ መርበብ ኩባንያታት ኮሎምብያን ኢምራትን ከም ከምዝተሳተፈ ይሕብር። እቲ ምስ ፕረዚዳንት ኢምራት ዓረብ ርክብ ኣለዎ ተባሂሉ ዝሕመ ኩባንያ ኢምራት፣ ነቶም ኮሎምባውያን ወተሃደራዊ ኮንትራክተራት ናብ ሱዳን ንምስጋር መንግስቲ ዝቖጸሮም ትሕተ ቅርጺ ከምእተጠቐመ ይኸስስ። ሁማን ራይትስ ዎች ብተወሳኺ፣ ኣብ ኣቡዳቢ ዝመደበሩ ኩባንያ፣ ነቶም ናብ ሱዳን ዝተዋፈሩ ኮሎምቢያውያን ኮንትራክተራት ንዕጡቓት ቅልጡፍ ደገፍ ከም ኣጋር ሰራዊትን መዳፍዕን፣ ኦፕሬተራትን ድሮናትን ተሽከርከርትን ኣሰልጠንቲ፣ ኮይኖም ዘገልግሉ ታክቲካውን ቴክኒካውን ልምዲ ንምሃብ ከምዝቖጸርዎም ይኸስስ። እቲ ትካል ከምዝሓበሮ፣ እቶም ዕሱባት ወተሃደራት ኣብ ሱዳን ናብ ዝርከብ ዞባታት ውግእ ቅድሚ ምውፋሮም ኣብ ገለ ወተሃደራዊ መሳለጥያታት ኢምራት ዓረብ ስልጠና ወሲዶም ከምዝኾኑ ውን ገሊጹ። እቶም ዕሱባት ኣብ ዝተዋፈሩሉ ዞባታት እቲ ኹናት ድማ ከም ጀምላዊ ቅትለት፣ ዓመጽ፣ ጾታዊ ባርነት፣ ዝምታን ዕንወት ስቪላዊ ትሕተ ቅርጽን ዝኣምሰሉ ግህሰት ሰብኣዊ መሰላት ከም ዝፈጸሙ ገሊጹ። እቲ ጸብጻብ ብተወሳኺ ኣብ ውሽጢ ሱዳን ዝርከቡ ዕሱባት ዕጡቓት ኮሎምብያ ምስ ተማረኹ ናይ ዕጡቓት ሓይልታት ኢምራት ዓረብ ዝኾነ ኣጽዋር ከም እተረኸበ እውን ይሕብር። ዝኸበርኩም ተዓዘብትና ንሕጂ ዝበልናዮም ዜናታት ኣብዚ ዛዚምና ኣሎና። ኣኣብ ዘለኹሞ ሰናይ ግዜ እንዳ ተመነና ኣብ ዝቕጽል ቪድዮታት ክበጽሓኩም ሳብስክራይብ ዘይገበርኩም ሳብስክራይብ ክትገብሩ ብኽብሪ ንዕድም።